ሰላም ኣሕዋት ኣብ ናይ ሎማዕንቲ ቪድዮና ኣብዚ ኣምሓራ ሚድያ ሓደሽን መዘራረብትን ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ። ነብሰይ ከጥፌ ሂወት ምርር ኢላትኒ ኢላትኒ። ኣርባዕተ መዓልቲ ድዩ ገለ ጌራ ኣብ ገዝኣ ነብሳ ተሓኒቃ። ከኤርትራ የተተኮሰ ሚሳኤል ኣዋሽ ኣርባ ላይ ወድቋል። ብዛዕባ እዚኣቶምን ካልኦትን ክንርኢ ኢና። ስናይ ምክትታል ያው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይነትኩም ተመሊሰ መፅ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ስዮይ ሰኣን ብምቕፃል ናይ ልምዓት ዩኒና ከም ዝተለመደ ኣብዚ ማሕበራዊ ሚድያ ሓደሽን መዘራረትን ዘሎ ነገራት ኻልኦት ቪድዮታትን ብሓደ ኮይና ከንርኢ ኣብ ቦታና ተረኺና መጺና ኣለና ቅድመ ቪድዮና ምተና ግን ነዚ ቻነል እዚ ሓድሽ ኢኹም ሓድሽ ምዃን ይትፍትዩ ሰብስክራይብ ብምጋር ቤተሰብ ኾኑ ብምቐጻል ነዛ ቪድዮ እዚኣ ድማ ናብ ብዙሓት ሰባት ምታን ክተጽሕ ላይክ ሸር ምጋር ይንረስዕ ሕዚ ናብ ቪድዮና ከተወኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብኸሪኦ ዝሓትት ሰናይ ጻንሒት እሺ ኣሕዋት እስፊድዮና መጀመር ክኾነና ብዚኣ ንጀምር ደውለላ ይፈልጥን ከም ንባስ

ኣይ እዚኣ እዚኣ ንእሸይ ንዋልድ ኣሕዋትና ተኣሽሙ ንምግባር ዝተሰርሐት ቪድዮ እያ ትመስለኒ ማለት ካብ ሓቅነት ንእሸ ርሕቕ ዘለት እያ ትመስል እምበር ተባኣይ ሳቶ ዝነበረት ዓርካ ደው ኢላስ መዓዝ ሰብኣይ ሰካ ነረ ደ መዓረ ኢላ ኣብ ክልተ ሰከንድ ክትቕየር እዚኣ ከባድ እያ እንታይ ከባድ እያ ኣይንኣምንን ምስ ዕሩኽትና ተፈላለና ደለና ምስ ነፍቅሮም ንፈትዎም መሓዙትና ቤተሰብና ተፋላሊና ደለና መዘከርታ ትኹነልና እያ። ኣብ ግዜ ንእስነት ድቂ ንላለ ኣይመስለንን ኔሩ ከምዚ ንፈላለ

ኣይረኸብኩን ከማኻ ንልበይ ኣይቀሰነን ድሕሬኻ ሂወተይ ወገነይ ጉልበተይ ብርከይ። እሽሕዋ እዛ ደርፊ ብጣዕሚ እያ ደስ ትብል እስቲ ኣብ ሂወትኩም ዓብይ ቦታ ንዘለዎ መሓሳኹም እዛ ቪድዮ እዚኣ ስደድሉ እሞ ደስ ይበሎ ሰሚዑ። ዓይንኻ ዓምት ኣየ ታይ ክተላዕል ደሊኻ ኣታየ ዓይንኻ እንዳ ዓምት ስቕ ኢልካ እምቢ ኣያይ ዓይንኻ ዓምት ሰርፕራይዝ ኣለኒ እምቢ ሰርፕራይዝ እወ ንመላይ እወ ንዓኻ ኣየ ይፈልጥ እየ ኣይሓገዝናካን በይንኻ ኢኻ ፃርዓር ኢልካ ኣዕቢኻና ግን ምምቻው ኣብይና እምበር ንዓኻ ክንሕግዝ ዘይደለና ኮይንና ኣይኮንናን ሕዚ ከዓ ኣነ ብኹር ወድኻ ናይ መጀመርያ ንመጀመርታ ግዜ ህያብ ክበካ ከለኹ ሓቦ ንምስናቕ ተስፋ ንምስናቕ እምበር ዓብይ ህያብ ኮይኑ ኣይኮነን ኣየ ንዓኻ ካልእ እዩ ዝግበኣካ ካብዚ ንላዕሊ ውን ክገብረልካ እየ ግዜ ጥራሕ ሕዚ ዓይንኻ ቋሕ ኣብሎ። ተዓዩ ሱፍ የየ ብኹርባ ተዓዩ ታይ ትኮን እዩ። ንዓኻ እዩ ዘየ ሱፍ ይገዝኤልካ።

ትኩሕሱሉ ግዜ ቀረባ ይግበረልኩም ክብለኩም ይደሊ ንቐጽል ካብኡ ግን ኣሕዋት ብዛዕባ ወለዲ ምክሓስ ገለመለ ከይወጻና ናሃለና ንባዕልና ክንክሕስ እውን ኣለና ሓደ ሓደ ግዜ ማለት ንባዕልናስ ክንበጽሕ ኣለና ዝብል ሓሳብ ሓሲብኩም ትፈልጡ ዶ ዛብ ደይ ዛሪብኩም ነብሰይ ኣፕሪሽት ትገብረሉ መዓልቲ ሎማዓንቲ እዚ ዕምባባ እዚ ንነብሰይ ገዜዮ ምክንያቱ እዚ ሰሙን እዚ በርቲዐ ስለ ዝሰራሕኩ። እዚ ትሪእዎ ዘለኹም ናይ ሽቓቕ መማሰሉ ሶፍቲ ንነብሰይ ባዕለይ ገዚኤላ። ስለምንታይ ተልኩምኒ እዚ ሶም እዚ ብጣዕሚ ጽቡቅ ስለ ድሓራኩ ከመስግና ነብሰይ እዚ ሶም እዚ ጽቡቅ ሓሪኪ ኢኪ ጽቡቅ ከም ዝበላዕኪ ምስክር ኢሞ ናይ ኣፕሪሸሽን እዚ ይስበርኪ ኣሎኩ ኢለያ ተረዲኩም ኣፕሪሸሽን ንነብስካ ማለት ኢዩ ስለዚ እንቋዕ ከምዚ ብጻዓና። ንነብስኹም ካስኹም ኣመስግንዋ ክትበልዑ ከተብስዑ ክትሓርቁ ከለኹም እሺ። ኩሉ ግዜ ኣመስግንዋ ከምዚ ጌርኩም ሶፍቲ ግጹላ ታይ ይፈልጥ እዚ ሶም እዚ ካብዚ ዝበለጸ ጌረ ከኣ ካብ ሶፍቲ ናብ ማይ ባዕላ ሽሽ ኣቢላ ሓጺባ ኣንቅጽ ተብለካ ይሰጋገርኮ ኣይፍለጥን። እሺ ኣሃ እዚ ቪድዮ ከምዝረእናዮ እዩ ማለት ንባዕልና ክንርስዕ የብልናን ንባዕልና ክንክሕስ ኣለና ስለዚ

እሹሓት እዚ ቪድዮ እዚ ምስ ሰማዕኩሞ ኢኹም ማለት ብዛዕባ ሜሪ ሓፍትና ዝሰማዕናዮ ነገር ብጣዕሚ ዘሕዝን እዩ ማለት ሰብ ፅቡቅ ትሪኦ ፅቡቅ ይመስለካ ኣብዚ ቪድዮ ይስሐቅ ይጫወት ገለ ካብኡ ግን ለካ ኩሉ ብውሽጡ ዝኾነ ዝሓዞ ነገር ከም ዘሎ ኢኻ ትርኢ ማለት ሓፍትና እዚኣሲ ኣብ ንተወሰነ መዓልቲ ኣብ ጽቡቕ ኣብ ቲክቶክ ትሰድድ ነይራ ገለመለ ድሕሪኡ ዓርሳ ኣጥፊኣ ከምዚ ክስማዕ ከሎ ብጣዕሚ ዘሕዝን ብጣዕሚ ፈጣሪ ብየማነ ኢዱ ቀበላ ክብል ይደሊ ብምቕጻል ካልኦት ኣሕዋትና ከምዚ ኣብ ጸገም ኣብ ጭንቀት ኣብ ሓሳብ ዘለኹም ኣሕዋት ይተሃልኹም በይዛኹም ከምዚ ዓርስኻ ምጥፋእ ዜኹም ትሓስቡ ዝግበእኩም ሓደ ግዜ ከምኡ እንድሕር ክንሓስብ ተጀሚርና ብጣዕሚ ሰይጣን ዝድግፎን ዝሓሳብ ብዙ በቃ ብዙሕ ነገር እዩ ዘምጸልና ከምኡ ምእንታን ክንቐጽል ዝሓሳብ ስለዚ ኣብ ጭንቀት ኣብ ሕማቅ ሓሳብ ንኾን ከለና ቅድሚት ክመጸልና ዝግባእ ናብ ርእስና ፈጣሪ እዩ በቃ ምስኡ ምውቃዕ ምስኡ ምምኻር እዩ ዝሕሽ እምበር ዓርስኻ ናብ ምጥፋእ ዓርስኻ ናብ ምጽላእ ክንኸድ የብልናን። እሾሓት ኣውሳዩን ኣሎ ሰበር ዜና ከኤርትራ የተተኮሰ ሚሳኤል ኣዋሽ ኣርባ ላይ ወድቋል።
ሓንቲ ሓፍትና ኣጋጣሚ ሕጂ ደዊላሲ ነብሰይ ከጥፌ ሂወት ምርር ኢላትኒ ኢላትኒ ክቡራት ይሕዋት እዛ ቪድዮ እዚኣ ንብዙሓት ይሕዋትና ክትጠቕሞም ስለ ትኽእል በጃኹም ላይክ ግበርዋ ሪፖስት ግበርዋ ላይክ ክትገብርዋ ከለኹም ናብ ኩሉ ሰብ ስለ ትበጽሕ በጃኹም ኣዴና ቅድስቲ ድንግል ማርያም ዝኣመነ ዝሓፈረ የለን ነዛ ብርኽቲ ዝኾነት ኣዴና ወላዲትና ኣደቦና ንዓ እመንዋ ኣብ ቅድሚ ኣምላኽ እብለኩም ኣለኹ ኣብ መድሓኒናን ጎይታናን ኢየሱስ ክርስቶስ ዝኣመነ ዝሓፈረ የለን ርእሱ ዘድነነ የለን ምስሌና ክብል እኳ እዩ ዋጋ ከፊሉ ክቡራት ይሕዋት ኣጆኹም ኣይ ኖው ይርደእኒ ዩ ሽኮሪና ነብስኺ ተጥፍኢ ብዙሕ ህርግዲም ትብሊ ኣለኺ በቃ ተስፋ ቆሪጽኪ ካብ ስድራኺ ካብ መሓዙትኪ ኮታ ካብ ኩሉ መቕርብኪ ተስፋ ቆሪጽኪ በቃ ብሕታውነት ብሕታውነት ተሰሚዕክሲ ነብስኺ ተጥፍያ ደሊኺ በቃ ትርጉም ዝበሃል የብሉን ኣብዚ ምንባረይ ንምንታይ ክነብር ትብሊ ኣለኺ ኣጆኺ ክብርቲ ሓፍተይ ኣጆኺ ኣጆኺ ዘይሓልፍ ሽግርን መከራን የለን ብፍላይ ከኣ ኣብ ስደት ዘለኻ ሓፍተይ ክቡር ሓው ኣጆኻ ብዙሕ ሽግራት ኣብ ዝባንካ ኣለው ይርደእኒ እዩ ብዙሕ ሓላፍነት ኣለው ዝባንካ ይርደእኒ እዩ ኣዕሩኽትኻ ቀረብትኻ መሓዙትካ እዚኦም ህይወተይ'ዮም እትብሎም ሰባት ጠሊሞምኻ፣ ተስፋ ቆሪጽካ ብእኦም ነብስኻ ከተሕልፍ ወይ ከኣ ኣደዳ መስተን ወልፍታትን ኮይንካ ኣለኻ። ኣጆኻ ክቡር ሓው፣ ዘይሓልፍ ሽግርን መከራን የለን። ነዛ ኣዴና ቅድስቲ ድንግል ማርያም ጥራይ እመን፣ ንዓ ዝኣመነ ዝሓፈረ የለን፣ ዘይወድቕ ሰብ የለን። ግን ክትስእ ኣለካ ክትስእ ኣለካ ክቡር ሓው ብፍላይ ካብ ስደት ዘለኻ በዓል ሊብያ በዓል ሰሃራ ኣይትዝክሮም ዲኻ ክንዲ ኣሕዋትና ኣብ ጎንና ዝነበሩ ህይወቶም ስኢኖም እኮ እስኻ ግን ብህይወት ኣለኻ ስለዚ ኣጆኻ ንመን ኢልካ እዞም ጠሊሞምኒ ትብሎም ዘለኻ፣ ክሒዶምኒ ትብሎም ዘለኻ ስድራቤትካ፣ ወለድኻ፣ ኣብ ቀረብትኻ ዝነበሩ መሓዙትካ፣ ኣዕሩኽትኻ፣ ጽባሕ ንግሆ ንግዚኡ ዋይ ምስኪን ጅግናይ እኮ ነይሩ፣ ምስኪን እኮ እዩ ነይሩ፣ ፈቃር እኮ እዩ ነይሩ ክብሉኻ እዮም። ንሓንቲ መዓልቲ እያ ንሳ፣ ሓንቲ መዓልቲ ከማን ኣይትኾንን እያ። ሓንቲ ሰዓት በቃ ኣብታ ቀብርኻ፣ ኣብታ ናይ ቀብርኻ ሰዓት ጥራይ። ብድሕሪኡ ላይፎም ክጅምሩ እዮም ብምልኦም ቀረብትኻ ቤተሰብካ ላይፎም ክጅምሩ እዮም ክስሕቑ ክጻወቱ እዮም ሂወቶም ክመርሑ እዮም ገንዘቦም ክእክቡ እዮም እሞ ንመን ኢልካ ደኣልካ ንስኻ ነብስኻ ክተጥፍእ ሽኮሪና ምቅርቲ ንመን ኢልኪ ንመን ኢልኪ ሂወትኪ ክተሕልፊ ንነብስኺ ኣፍቅርያ ንነብስኽሲ ኣፍቅርያ ድሓር ክትዝንግዕዮ ዘይብልኪ ብምኽንያት ኢኺ ናብዛ ዓለም እዚኣ መጺኺ ንቡዙሓት የሕዋትኪ ከተርፊ ኢኺ ኣርኣያ ክትኮኒ ኢኺ ክብርቲ ሓፍተይ በቃ ስቅ ኢልኪ ተዛመዲ ውለዲ ተባዝሒ ምስልኺ ኣብ ደቅኺ ረኣይዮም ክብርቲ ሓፍተይ ኣጆኺ ሽግር ዘየጋጥሞ ሰብ የለን ሽግር ዘየጋጥሞ ሰብ የለን ንሕና ኣይኮናን ድኹማት ሲ መድሓኒናን ጎይታን የሱስ ክርስቶስ ከማን በቶም ፍጡራቱ በቶም ዝወለዶም በቶም ከድሕኖም ናብዚ ዓለም ዝመፀ ብዙሕ ተገሪፉ እኮ እዩ ብዙሕ ተጨፍሊቑ እኳ እዩ። ክንደይ መሳምርቲ ድዩ ተወጊኡ? በቲ ዝኣምኖ እኳ እዩ ተኻሒዱ። ኣቦና መድሓይናን ጎይታን የሱስ ክርስቶስ። ስለዚ ካብ መድሓይናን ጎይታን የሱስ ክርስቶስ ንሕና ንበልጽ ዲና? ኣይንበልጽን ኢና። ሞታይ ደኣ? ስለዚ ኣጆኺ ሽኮሪና፣ ዘይሓልፍ ሽግር የለን። ነዛ ነብስኺ ኣፍቅሪ፣ ነዛ ነብስኺ እመኒ ዝያዳይ። እወ ነዛ ነብስኺ እመኒ። ክንዲ ዝጠለመ ይጥለም ነዛ ነብስኽን ድሕር ኣፍቂርክያ ጽባሕ ንግሆ ኩሎም ፈተውትኽን ቀረብትኽን ክኾኑ እዮም ኣጆኺ ተስእ ዝሓፍተይ ተስእ ተስእ ኣባይኪ ኣባይኪ እምባዕ ትነብዒ ዘለኺ ሓፍተይ ጸላኢ ኺድነን ኣነ ክደነንኪ ንስኺ ቀናዕ በሊ ኣጆኺ ዝሓፍተይ። እሾሓት ኣውሰልና ኣሎ ብዛዕባ ሓዳር ክንፈልጦ ዝግበእና እንታይ እዩ? በዓልቲ ቤትካ ኣካልካ እያ። በዓልቲ ቤትካ ንስኻ እያ ማለት እዩ። ሰበይቲ ድማ ንበዓል ቤታ ምስ ኣቦኣ ወይ ምስ ኣዲኣ ገይራ ኣይትሪኦን። ን እንታይ ደኣ ንሳ ምስ በዓልቲ ቤታ ምስ በዓል ቤታ ኮይና ንመን ትሪኦ ነቦኣ ወይ ነዲኣ ትሪኦ ማለት እዩ። ኣቡኡን ኣዲኡን ይሓድግ ክበሃል ከሎ ነቡኡን ኣዲኡን ኣይሓግዝ ነቡኡን ኣዲኡን ኣይደግፍ ፍቕሪ ኣይለግሰሎም ማለት ኣይኮነን ግናኸ ኩሉ ዝገብሮ ዘበለ ምስ ምስ በዓልቲ ቤቱ ኩሉ ትገብሮ ዘበለስ ምስ በዓል ቤታ ኮይና ደኣ ንሳቶም ሓደ ኣካል እዮም ማለት እዩ ስለዚ እንታይ ኢልና ሰብኣይ ኣቦኡን ኣዲኡን ይሓድግ ምስ ሰበይቱ ድማ ሓደ ይኹን እዚ ትእዛዝ እዚ ግን ንወዲ ጥራይ ወይ ንሰብኣይ ጥራይ ድዩ ተዋሂቡ? ኣይኮነን፣ ነታ ሰበይቲ እውን ርእሲ ህዝበኪ ወቤተ ኣቡኪ እስመ ፈተወ ንጉሥነኪ፣ ንጉሥኪ ንጽባቐ መልክዕኪ ፈትዩ እሞ ህዝብኽን ቤት ኣቦኽን ረስዒ እውን ተባሂላ እያ ንሳ እውን። ስለዚ ኣቦናን ኣዴናን ሓዲግና ሓደ ኣካል ከም እንኸውን ኣጸቢቕና ክንርዳእ ይግባእ። እቲ ሳልሳይ እግዚኣብሔር ነቲ ንሱ ሓደ ዝገበሮ ሰብኣይ ይፍለዮ። ሳልሳይ ብዛዕባ ሓዳር ኣጸቢቕና ደጋጊምና ክንፈልጦ ዝግብኣና ፍትሕ ኣይግባእን እንታይ ማለት እዩ? ነቲ ኣምላኽ ሓደ ዝገበሮ ሰብኣይ ይፍለዮ። ሰብኣይ ይፍለዮ ክንብል ከለና እንታይ ማለት እዩ? ብዛዕባ ካልእ ሰብ ጥራይ ኣይኮናን ንሓስብ ንባዕልኻ ስኻ እውን ሰብ ኢኻ ኣምላኽ ሓደ ምስ ገበረካ ንስኻ ንሓድሕድካ ክትፋላለ ወይ ድማ ናብ ፍትሕ ክትኣቱ እውን እግዚኣብሄር ኣይፈቐደን ማለት እዩ። ብዘይ ምኽንያት ዝሙት ፍታሕ ክፍትሕ ከም ዘይግባእ ቃል እግዚኣብሄር ኣርጊጹ ይነግረና እዩ ማለት እዩ። ንኣብነት እንታይ እዩ ዝብለና ኣብ ትንቢት ሚልክያስ ምዕራፍ ክልተ ፍቕዲ ዓሰርተ ኣርባዕተ ክሳዕ ዓሰርተ ሽዱሽተ እንተ ደኣ ርኢና እንታይ እዩ ዝብለና? እግዚኣብሄር ሓደ ኣካል ዶ እግዚኣብሄር ሓደ ኣካልን ሓደ መንፈስን ዶ ኣይገበረኩምን እዩ? ስለምንታይ ከ ነዚ ገበሮ? ናይ ብሓቂ ህዝቢ እግዚኣብሄር ዝኾኑ ደቂ ምእንቲ ክትወልዱ ኢሉ እዩ። እምበኣርሲ ገዛእ ርእስኹም ሓልዉ፣ ነታ ሰበይቲ ቃል ኪዳኑ ሓደ እኳ ኣይጥለማ። ምፍታሕ እጸልእ እየ። እወ ኣብ ልዕሊ ሰበይቲ ኺዳኑ ከም ዝበለ ዓመፅ ንዘምፅእ ሰብ እጸልኦ እየ። ስለዚ ንበዓልቲ ቃል ኪዳንኩም ከይትጠልምዋ ገዛእ ርእስኹም ሓልዉ ምፍታሕ እጸልእ ኣለኹ ኢሉ እግዚኣብሄር። እዚ እንታይ እዩ ዘርእየና እንድሕር ደኣ ኢልና ነቲ ሰብኣይን ነታ ሰበይትን ሓደ ዝገበሮም እግዚኣብሄር እዩ። ምናልባት ተፋቒርና ኢና ተመርዒና ኣብ ከምዚ ተራኺብና ኢና ተመርዒና ክስቶ ዝበሃሉ ኣማጽኡለይ ኢልና ንሕና ናህና ዝኾነ ታሪኽ ክህልወና ይኽእል እዩ። ሰብኣይ ግና ካብ ሰብ ኮይኑ ይፈልጥ ኣይፈልጥን እዩ ካብ ዝምድና ኮይኑ ኣይፈልጥን እዩ ካብ ኣማፃኢ ኮይኑ ኣይፈልጥን ሰበይቲ እውን ካብ ዝምድና ኮይና ኣይትፈልጥን እያ እሺ ኣሕዋት ናይ ሎማዕቲ ዶና ነዚ ይመስል ነይሩ ክሳብ ህዚ ርኢኹም ሳት ሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቀፃሊ ብካሊ ቪድዮ ክሳብ ንራኸብ በብዘለኹሞ ሰላም ኩንለይ ይመችኹም